ሰላም ንዓኹም ተኸታተልቲ ገሬ ፕሮዳክሽን ንሎሚ ድማ ከም መሰረት ሕቶኹም ኣብ ገዛና ክንጥቀመሉ ንኽእል ስፔሻሊ ድማ ኣብ ናይ ቶይለት ፍላሽ መግበሪ ወይ ከዓ መሕፀቢ እንጥቀመላ ናይ ብፍላይ ኣብ ግዜ ሙቐት ክኾን ከሎ ንኦሞረድዮን ገለን እትከላኸለልና ዓይነት መሳርሒት ሒዘልኩም መፅየ ኣለኹ ከም መሰረት ጠለብኩም ናታ ሊንክ ድማ ኣብ ናይ ዲስክሪብሽን ቦታ ክገድፈልኩም እየ እዚኣ ትመስል እታ ስራሕ ማለት እዩ እዚኣ ልክዕ ከምዚ ንሪኣ ዘለና ናይ ቶይለት ስፕሬየር ኮይና ኣብ ዝሓለፈ ንሪኦ ዝነበርና ልክዕ ከም ናይ ኣብ ክሽነ ንጥቀመሉ ሆዝ ዝነበረ እዩ ንሎሚ ግን ቅልል ብዝበለ እቲ ማይ ስፕላሽ ዝገብረሉ እውን ብዙሕ ከይከደ እዚኣ ንሪኣ ዘለና T ኮይና ናብ ክልቲኡ ዳይቨርት ትገብረልና ቀላል ኢንስታል ንክንገብራ ንትሕግዘና ዝኾነ ሰብ ኣብ ገዝኡ ኢንስታል ክገብራ ዝኽእል ዓይነት እያ እቲ ናቱ ስፕረይ ማይ ድማ ብውሽጢ ልክዕ ክልተ ኦፕሽን ኣለዋ ሓደ ፍሮንት ዝብል ኣሎ ሓደ ከዓ ባክ ዝብል ኣሎ ብክልቲኡ ስፕረይ ክትገብረልና እትኽእል ዓይነት ስፕረየር እያ እቲ ማይ ጽቡቅ ነገሩ ኣብ ውሽጢ ጥራይ እዩ ስፕረይ ዝገብር ማለት እዩ ንደገ ዝወጽእ የብልናን ኮፍ ምስ በልናዮ እቲ ንጥቀመሉ ባዕልና ኣጃስ ጌርና ብኢድና ማንዋሊ ክንከፍቶን ክንዓጽዎን እንኽእል ዘለዎ ማለት እዩ ምናልባት ገሊኡ ክንሪኦ ከለና ከኣ ዳብል ናይ ሃንድል ስዊች ዘለዎ እዩ እሱ ድማ እንታይ እዩ እቲ ሓደ ማይ ዝሑል እዩ እቲ ሓደ ድማ ማይ ውዑይ ክንጥቀመሉ እንኽእል ክልተ ዓይነት ስፕረይ ዘለዎ ማለት እዩ ከም ምርጫኹም ነየናይ ትገዝኡ ማለት እዩ። እዚኣ ንሪኣ ዘለና ምስ ማይ ዝሑል ኮኔክት ኮይና ምስ ማይ ዝሑል ትሰርሕ ማለት እዩ። እዚ ኣብ ገዛና ንጥቀም ሰባት እንዳህላሊና ካብቲ ኩባያ ወይ ከዓ ዝኾነ ነገር መጠቀሚ ወፂና ከምዚ ዓይነት እዚ ምስቲ ቶይለት ሲት ናትና ኢንስታል ዝኸውን እዩ ማለት እዩ። እተን ክልተ ብሎኒ ናይ ቶይለት ሲት ምስ ፈታሕናየን እዚኣ ብታሕቲ ንገብራ እሞ ብድሕሪኡ እቲ ናይ ማይ ላይን ዘሎ ኦፍ ጌርና ድማ ኮኔክት ንገብራ እታ ቲ ድማ ንክልቲኤን ነታ ናይ ቀደም ዝነበረትን ነዛ ሓዳስ ላይን ዘላን ኮኔክት ትገብረልና እንድሕር እቲ ማይ ውዑይ ዘለዎ ገዚእኹም ድማ ቶይለት ናትኩም ኣብ ከባቢ ሲንክ እንድሕር ኣልዩ ካብኡ ክትወስዱ ትኽእሉ ማለት እዩ። ከምኡ ድማ ኣብ ገዛና ናይ ብፍላይ ድማ ኣብ ባዝሩምና ብርቱዕ ድምፂ ዘለዎ እንድሕር ክስተያለና ኮይኑ ነቲ ድምፂ ዘጥፍእ መስሓቢ መብራህቲ ከምኡ ድማ ናይ ብሉቱዝ ስፒከር ዝሰርሕ ከምዚ ምስ ትደልዩ እውን ከምዚ ዓይነት እውን ክተጋጥሙ ትኽእሉ